ጥበብ። ሰላም ሰላም ከመይ ትኾኑ ዝኸበርኩም ተኻታተልትና ብፍላይ ድማ ተኻታተልቲ ህያብ ኢንተርተይመንት ከመይ ትኾኑ ንሕና ኣብ ዘለኹሞ ሰላምን ጥዕናን ክኾነልኩም እናተመነና እምበኣርከስ ኣብ ህያብ ኢንተርተይመንት ሓደ ሓድሽ ንኡስ መደብ ሒዝና ኢና መጺናኩም ዘለና እዚ መደብ እዚ ዓንኬል ጥበብ እዩ ዝብል ዓንኬል ጥበብ ብኣቤል ናይዝጊ ወዲ ግደይ ዝዳሎ ንኡስ መደብ ናይ ህያብ ኢንተርተይመንት እዩ። ዘተፈላለዩ ኣብ ናይ ስነጥበብ ዘለዉ ስርሓታት ከምኡ ድማ ዝተፈላልዩ ኣካይዳታት እንታይ ይመስሉ ስነጥበብ ብሓፊኡ ዳህሲሱ ናባኹም ከብሎ ተዳልዩ ዘሎ ንኡስ ዓምዲ እዩ። እምበኣርከስ ንምሉእ ትሕዝትኡ ናብዚ መደብ እዚ ከብለኩም እየ። ኣቐዲመ ግን ነዚ ቻነል እዚ ሓደሽቲ ዝኾንኩም ስድራ ወይ ቤተሰብ ናይዚ ቻነል ንኽትኮኑ ሳብስክራይብ ብምግባር ክትከታተሉና ብትሕትና ይሓትት። ዓንኬል ጥበብ። ንኡስ መደብ ዓንኬል ጥበብ ንሎማዓንቲ ክድህስሶ ደልዩ ዘሎ ፕሮግራም እንታይ እዩ? እንታይ ከ ይመስል ምስ እንብል፣ ካብተን ኣብ ዩትዩብ ቻነላት ዘለዋ ትሕዝቶታት ሸውዓተ ዝዓበየ ወይ ድማ ዝበዝሐ ተኸታተልቲ፣ ቪውስ፣ ረኺበን ዘለዋ ደርፍታት ናይ ትግርኛ በዓል መን እየን? መነ መን እየን ከ? እንታይ ይመስላ? ሙሉእ ትሕዝተእን ናብኡ ከነብሎኩም ኢና። ሰናይ ፃንሖት ክኾነልኩም ይምነ። ዓንኬል ጥበብ። ሕራይ እምበኣርከስ ኣብ ቀዳማይ ደረጃ ተሰሪዓ ዘላ ደርፊ ደርፊ። ኤፍሬም ኣማረ እያ። ኣሰይ ገበርኩስ ነይ ነፃ ልበይ ብዓል ገይርኩ ኣሰይ ኣሰይ። ኤፍሬም ኣማረ ሰይ ሰይ ብእትብል ደርፉ ኣብ ቀዳማይ ደረጃ ወይ ድማ ዝያዳ ተሰማዕነት ካብተን ቀዳሞት ናይ ትግርኛ ደርፍታት ክትከውን ኣብቂዕዋ ኣሎ። እዛ ደርፊ እዚኣ ገጣሚኣ ዮስፍ ይሕደጎ፣ ጆሲ፣ ክኸውን እንከሎ ዜማ ናይዛ ደርፊ እዚኣ ድማ ዘያሚ በረኸት ወልዱ እዩ ሰሪሕዋ። ፍረ ግጥሚ ናይዛ ደርፊ እዚኣ እንታይ እዩ ወይ ድማ ኣብ ምንታይ ዘተኮረ እዩ ምስ እንብል ንክረክበኪ ጺዒረየ ጎይታ ዝበሎ ኮይኑና ኣሎ ኢደይ ንፍቅሪ ሂበ ኣመና ሰይ ገበርኩ ሰይ ፍቅሪ እንድዩ ዋና እናበለ ገለ ካብቲ ትሕዝቶታት ናይቲ ግጥሚ እዩ እዚ ደራፋይ እዚ ኣብርሂልና ዘሎ ዛንታ እዚ ደርፊ ክረኣ እንከሎ ብምፍቃሩ ዝተሓጎሰ መንእሰይ ሰይገበርኩ ሰይ እንቋዕ ኣፍቀርኩ ንስኺ ንፍቕሪ እትበቕዒ ኢኺ ፍቕሪ ዝኾንኪ ሰብ ኢኺ ብምባል ነታ ኣፍቃሪቱ ፍቕሩ ክገልጸላ'ዩ ዝረኣ። ንዓኣ ንኽረኽባ'ውን ብዙሕ ከርተት ከም ዝበለ ብዙሕ ከም ዝጸዓረ ኣብዚ ደርፊ'ዚ ወሲኹ የረድኣና። ጎይታ ዝበሎ ከኣ ኮይንዎ ኣሎ'ሞ፣ ረኺበኪ ኣለኹ ብምባል ኣብ መጨረሽታ ግጥሚ ናይ ስርሑ መደምደምታ ይገብረሉ ማለት እዩ። ንኽረኽበኪ ጽዒረ እየ ላላይለይለይለይ ላላይለይለይለይ ጎይታ ግበሮ። ቀጺሉ እዛ ብሀሁ ቢትስ ዝተኣልየት ቪድዮ ክሊፕ ብፊደል ፕሮዳክሽን ከም ዝተዓመት ዝተረጋገጸ እዩ። ሞዴል ኣብዛ ደርፊ ትሰርሕ ዘላ ድማ ሞዴሊስት ወይ ድማ ዓባይ ተዋሳኢት ናይ ኣምሓርኛ ፍልምታት እውን ምስ እትሰርሕ ማርያማዊት ኣባተ ብምዃን እዩ ነዛ ስራሕ እዚኣ ሰሪሕዋ። ዝተፈላለዩ ሳዕሳዕቲ ተላሃይቲ ነቲ ክሊፕ የድምቑ እዮም ዝብልዎም ብዙሕ ኮራስ ከም ዝተጠቕመ እውን ኣብቲ ቪድዮ ክሊፕ እንሪኦ ዘለና ትዕዝብቲ እዩ። ብ ክልተ ሽሕን ዓሰርተው ሸሞንተን ዝተሰርሐት እዛ ቪድዮ ክሊፕ እዚኣ ንኣርባዕተ ዓመታት ክሳብ ሕጂ ኣብ ዘሎ ግዜ ማለት እዩ ንኣርባዕተ ዓመታት ተራእያ ኣላ። ኣብዚ ውሽጢ ኣርባዕተ ዓመታት ድማ ንልዕሊ ሰላሳን ሸሞንተን ሚልዮን ዝኣክል ተዓዘብቲ ከተፍሪ ዝኸኣለት ደርፊ እያ። ስለዚ ብ ሰላሳን ሸሞንተን ሚልዮን ተዓዘብቲ ብምርካብ ኣብ ቀዳማይ ደረጃ ካብተን ናይ ትግርኛ ደርፍታት ዝያዳ ብ ተዓዘብቲ ሰማዕቲ ዝረኸበት ደርፊ ክትከውን ኣኽኢልዋ ኣሎ። ኣብ ካልኣይ ደረጃ ተሰሪዓ ዘላ ደርፊ'ኸ መን እያ? እንታይ ትመስል? እና ብኣኣ ከነብል ኢና። ኣንኬት ጥበብ። ብኻልኣይ ደረጃ ተሰሪዓ ዘላ ደርፊ ድማ ደርፊ ሚለን ሃይሉ ምስ ጆሲ ኢን ዘ ሃውስ ብሓደ ኮይኖም ዝሰርሕዋ ደርፊ እያ ትኸውን ዘላ። እዛ ደርፊ እዚኣ ብ ኮኾበይ እትብል ኣርእስቲ እትፍለጥ ደርፊ እያ። ናይዛ ደርፊ እዚኣ ብ ኣምሓርኛን ብ ትግርኛን ብሓደ ሓቢሩ ኪደት ዘለዋ ግጥሚ እያ። ኮኮቤ የሌት ብርሃኔ ሆነሽ ላይኔ ብሌኔ። እቲ ናይ ትግርኛ ግጥሚ ብርሃነ ክፍሉ ክሰርሖ እንከሎ፣ እቲ ናይ ኣምሓርኛ ግጥሚ ድማ ብእዮቤል ብርሃኑ እዩ ተሰሪሑ። ብወገን ጆሲ ኢን ዘ ሃውስ ነቲ ናይ ኣምሓርኛ ግጥሚ ዘማእከለ ኪደት ዘለዎ ደርፊ ሒዙ ክኸይድ እንከሎ፣ ሚለን ሃይሉ ድማ ነቲ ናይ ትግርኛ ደርፊ ሒዛ ከይዳ። ብምውሃድ ናይ ትግርኛን ናይ ኣምሓርኛን ግጥምታት ብሓደ ብምስናይ ድማ ሓደ በርቃዊ ስራሕ ክትስራሕ ተኻኢላ ማለት እዩ። ዘያሚ ናይዚ ስራሕ እዚ ኣሸናፊ ከበደ እዩ ዝኸውን ዘሎ። ገለ ካብ ትሕዝቶ ናይታ ደርፊ እንታይ ይመስል ወይ ድማ ትሕዝቶ እታ ደርፊኸ እንታይ እዩ ምስ እንብል። ኣነ እሞ ዘይንስኻ ዝርእዮ እንታይ ኣሎ ሰነፍ እየ በይነይ ኮይነስ ምንባረይ ጎደሎ ሰንቢደ ምኽኣል ስኢነ ምጻሩ ስኢነ ዝወረደ ሰላም ነው ውዴ ሰላም ነው ዛሬ ሰላም ነው መንገዴ ብምባል ድማ ጆሲ ኢን ዘ ሃውስ ነቲ ብትግርኛ ክኸይድ ዝጸንሐ ኪደት ናይ ደርፊ ሚለን ሃይሉ ብኣምሓርኛ ይምልሶ ማለት እዩ። እዛ ደርፊ እዚኣ ብ ጆሲ ኢን ዘ ሃውስ ተኣልያ ዝተሰርሐት ደርፊ እያ። ኣብ ቅድሚ ሰለስተ ዓመት ይኸውን ድማ ናብ ህዝቢ ቀሪባ ኣላ። ን ዕስራን ሓደን ሚልዮን ዝኣክል ተዓዛቢ ድማ ክትማርኽ ክኢላ ወይ ተዓዛቢ ክትረክብ ክኢላ። እዛ ደርፊ እዚኣ ምስ ምምጻእ ናይ ኢትዮ ኢትዮ ኤሪ ኣብ ዝነበረ ግዜ ማለት እዩ ናይ ሰላም ኢትዮ ኤሪ ኣብ ሽዑ ግዜ ዝተደርፈት ኮይና ንምንታይ ዘማእከለ እዩ እቲ ደርፊ ወይ ድማ ንምንታይ ዝዓለመ እዩ ነይሩ? ንናይ ናፍቖት፣ ፍቕሪ ከምኡ ድማ ሰላም ነቲ ተረሓሒቑ ዝነበረ ህዝቢ ምስ ናይ ሰላም ምምጻእ እዞም ክልተ ከም ፍቑራት ኮይኖም ኣብዚ ቪድዮ እዚ ዝሰርሑ ድማ ነቲ ምርሕሓቕ ናይ ክልተ ኣሕዋት ሓደ ኮይኑ ሰላም ዩ ካብ ሕጂ ሰላም መንገዲ ኮይኑ ብምባል ነቲ ትሕዝቶ ከምዚ ዝስዕብ ጌሮም ኣቕሪቦሞ ኣለዉ ማለት ዩ። እንኳን የዛሬው ያሁኑ ቀኔ ያንቺ ነው ሁሌም ቀሪው ዘመኔ። ኣብ ባሕሪ ልበይ ፍቕሪ ዓቊሩ። ዓንኬል ጥበብ። ናይ ነፍስሄር ዳዊት ነጋ ወዛመይ እትብል ደርፊ ድማ ብሳልሳይ ደረጃ ተሰሪዓ እንረኽባ ደርፊ እያ። ወዛመይ ወዛመይ ወዛመይ። እዛ ብ ያፒማፒ ዳይረክት ዝተገብረት ስራሕ ኣብ ሚዶ ፊልም ፕሮዳክሽን ከቕርባ ከም ዝኸኣለ እቲ ስራሕ ብዓቢኡ ይነግረና ማለት እዩ። እዛ ዳዊት ነጋ ባዕሉ ገጢሙ ምስ ናይ ህዝቢ ዜማ ጌሩ ድማ ባዕሉ ዝሰርሓላ ደርፊ ብጣዕሚ ብጣዕሚ ዓቢ ነቲ ያታውን ባህላውን ነገራት ዘጣመረት ምስ ናይ ዘመናዊ ኣከያይዳ ስራሕ ሒዛ ከም እተበገሰት የርእየና ማለት እዩ። ኣዋሃዲ ሙዚቃ ናይዛ ስራሕ ኣበበ ስቱድዮ እዩ ዝኸውን ዘሎ። እቲ ግጥሚ ኣብ ምንታይ ዘተኮረ ግጥሚ እዩ ምስ እንብል ኣብ ናይ ፍቕሪ ዘተኮረ ግጥሚ እዩ። ዳዊት ነጋ ኣጸሓሕፋ ግጥሙ ከወቅብ እንከሎ ከምዚ ዝስዕብ ገለ ገይሩ ነቲ ግጥሚ ይገልጾ። ኩሉ የጥዕመላ እናበለ ከም ኣፍቃሪቱ ከም ዘየለ ሕልፊ ኩለን ኣዋልድ ምዃና ይገልጽ። ገለ ካብቲ ትሕዝቶታት ናይቲ ግጥሙ። ወዛመይ እቲ ቁምነገርኪ ይገርመና ኣሎ ከም ድላያ ትኹን ትኽእለሉ ኩሉ ከጥዕመላ ወን ወርቂ ሐዛባ ዝወስደክስ ተዓደለባ ገለ ካብቲ ሙቁራት ትሕዝቶታት ናይቲ ግጥሙ እዩ ነይሩ ነዚ ከኣ ይመስል ማለት እዩ። እዛ ኣብ ድሬ ቲዩብ ዝተጻዕነት ደርፊ ልዕሊ ዕስራ ሚልዮን ቪውስ ክትረክብ ክኢላ ኣላ። ኣብ ሽዱሽተ ዓመታ ተራኢነት ልዕሊ ዕስራ ሚልዮን ቪውስ ክትረክብ ካብ ዝኸኣላ መበል ሳልሳይ ደረጃ ተሰሪዓ ዘላ ናይ ትግርኛ ደርፍና እያ ትኸውን ዘላ ማለት እዩ። ነፍሲሄር ዳዊት ነጋ ድማ ኣብ ንኡስ ዕድሚኡ ኣብዚ ዝሓለፈ ግዜ እዩ ካብዚ ዓለም ብሞት ከም ዝተፈልየ ዝፍለጥ። ስለዚ ንዕኡ መንግስተ ሰማይ የዋርሶ፣ ንቤተሰብ ንስድራ ከምኡ ድማ ንኣፍቀርቲ ጥበብ ብፍላይ ድማ ሰማዕቲ ትግርኛ ደርፊ ብሓፈሻ ጽንዓት ይሃብ ክንብል ንፈቱ።